ሰላም ከመይ ትጸንሑ እንኳዕ ደሓን ጸናሕኩም ኣብዚኣ ቪድዮ እዚኣ ብዛዕባ ስለምንታይ ንጽላት ሲንግል ማም እዚአን ፍቱሓት ምሽ ኣለዋ ማዕረ ክንደይ ሕማቓት ምዃነን ኣብ ቆለውዕ ምዕባይ ክንዛረብ ኢና ድሕሪ እዚኣ ኢንትሮ ረኽበ እወ ሕጂ ብዙሕ ሰብ ክርድኦ ዘለዎ መብዛሕትአን ወይ ድማ ኣብ ብዙሕ ነገራት እቶም ምስ ሲንግል ማም ዝዓብዩ ቆለውዕ መብዛሕትኦም ኣብ ሕማቕ ቦታታት ዝረኣዩን ዝወድቁን ገለ እዩ እዚ ካልእ ኣነ ዝብሎ ይኮነ ስታቲስቲክስ ዘርእዮ እዩ ስታቲስቲክስ ዘርእዮ ናይ ምዕራብ እዩ ናይ ምዕራብ የዛርብ ዘለኹ ኣብ ስታቲስቲክስ ተርእና ኩሉ ሕጂ ስለምንታይ ኣዴታት ስለምንታይ እያን ወይ ድማ ንፅላት ኣደ ፍቱሓት ደቂ ኣንስትዮ ስለምንታይ እያን ሕማቓት ኣብ ቆለውዕ ምዕባይ ዝብል ሕቶ ክልዓል ይኽእል ነዚ ክምልስ እየ ከላይ መፅኦ ዘለኹ ኦኬ እንታይ መሲልኩም ብተፈጥሮን ደቂ ኣንስትዮ ድንጋፀ ዝበሃል ኣለዎ ንጓል ኣንስተይቲ ማኑፕሌት ክትገብራ ሲምፕል እዩ ቀሊል ማለት ካብ ወዲ ተባዕታይ ሲ ይቐልል እዩ ንጓል ኣንስተይቲ ክተስድዓ ዊን ክትቕሽሻ ገለስ ቅልል ዝበለ እዩ ካብ ወዲ ተባዕታይ እዚ ማለት ከላይ ተሪኢኹመን ዘን ናይ ኣሜሪካ ገለ መብዛሕተን ደቂ ኣንስትዮ ኣብቲ ዴሞክራት ፓርቲን ዝመርፃ ማለት እዩ እዚ ከላይ ስለምንታይ እዩ ኦባማ መጺኡ እንተ ነቢዑ እዚ ኩሉ ወላ ዓሰርተ ሃገራት ኣውዲቑ ከሎ ሰባት እንዳጥፈ ህፃናት እንዳቐተለ ከሎ መፂኡ ብላዓል ስተጅ እንተበኽዩ እው በኽዩ በቃ በቃ ክንመርፆ ኢና ሕጂ እንታይ ገይሩ ስለምንታይ ገለ እቲ ታሽሞን ክሓስብ ኣይክእላን ስምዒት ማለት እዩ ሕጂ ዝተፈጥሮ ነገር እዩ ሕጂ ብሓፈሻ ኣብቲ ናይ ቆለውዕ ክዕብያ ከለዋ ማዘርካ እንታይ ትገብረካ መሲልኩም ኣዴኻ ንኣብነት ጓላ ኣብ ንበል ኣብ ዲስኮ ትሕደር ኣብነት እዩ ኤግዛምፕል ዲስኮ እንተሓዲራስ ንፅባሒቱ መፅያ ኣደይ ትማለሲ በቃ ምስ ሓደ ወዲ ደቂሰ ተጋግየ ኢላ እንተበኽያ ፀገም የብሉን ዛጓለይ ኣይትብከይ ድሕሪ ሕጂ ጥራይ ከይደግሚ ፀገም የብሉን ዛጓለይ ኣጆኺ ገለ እያ ትብላ ኣቦኻ ግን ከምኡ ጌራ ነቦኣ እንተነጊራቶ እንታይ ዝብል ኣባ ኣቲ ስዲ ድሕሪ ሕጂ ከምዚ ትገብሪ ገለ ምለ ምሻሉ ይህድዳ ገለ የፈራርሓ ድሕሪ ሕጂ ከምዘይደግሞ ትገብር ሕጂ ኩሉ ግዜ ጌጋ ክትገብር ከላ ገለ ዝኾነ ንዓኣ እንታይ ማዘርካ ኩሉ ግዜ በቃ ዘወዲ ዳሓን ከምዚ ጥራይ ድግም ተበኺኻ ዊን ገለ ተደንጊጽካያስ ኩሉ ግዜ ትገድፈክያ ዋላ ተጋጊኻ ከለኻ ዋላ ሕማቅ ጌርካ ከለኻ ማለት እዩ እዚ ካልኣይ ንቆለዋዕ ጽቡቅ ኣይኮነን ሕማቅ እዩ ብጣዕሚ እዚ ሕጂ ገለ ካብቲ ጎደሎ ናይ ደቂ ኣንስትዮ ዝዛረብ ዘሎ ምክንያቱ ሃሳይ እዩ እዝን ወዲ ከምዝን ይኸላይ ብፍላይ ወተብዓታይ ቆልዓ ማለት እዩ ወተብዓታይ ኮይኑ ሓደ ቆልዓ ምሰዲኡ ጥራይ ተዓብዩ ከቢድ እዩ ኣደ ሓንቲ ሰበይቲ ንሓደ ወዲ ተባዕታይ ከመይ ጌርካ ሰብኣይ ይኽወን ክትምህሮ ኣይትኽእልን እያ ወላ ሓደ ማለት እዩ ክትምህሮ ኣይትኽእልን እያ ወዲ ይኮነትን ኣይትፈልጦን እያ ከመይ ጌርካ ወዲ ክወን ከም ጓል ኣንስተይቲ ጌራ ክትዕብየካ ትኽእል ዛት ዋይ ሕጂ ብዙሓት ካብኦም ከላይ ናይ ጠባይ ፀገም ዝገብሩ ናይ ገለ ወይ ድማ ብሓደ ፆታ ዝኣትዉ ገለ ማለት እዩ ሕጂ እዚ ጸገም እዩ ገለ ኣዴኻ ኩሉ ግዜ መስኪን እያ ማለት ድንጋጽ ትድንግጸልካ እያ ኩሉ ግዜ ሕጂ ክድንግጸልካ ድማ ንቆልዓ ድማ ክድንግጸሉ የብልካ ክጋገ ከሎ ድሕሪ ሕጂ እሞ ከምዚ ትገብር ከይትጋገ ክትብሎ ኣለካ ክትምዕዶን ክትምህሮ እዩ ዘለካ ወላብከ ዋላ ይሕረቕ ዋላ ዝኾነ ይኹን ሕጂ ኩሉ ግዜ ኣዴኻ ግን እንተ ደንጊጽካያ ትምሕረካ ኣቦኻ ግን ከምኡ ይኮን ሕጂ ዛት ስዋይ ኩሉ ግዜ ኣቦኻ ኣገዳሲ እዩ ኣብ ሓደ ፋሚሊ ኣገዳሲ እዩ ሕጂ እተን ፍትሓት መፅኦን ሕጂ ክፅለላ እየን ገለ ፍትሓት ናይ ኤውሮጳ ብፍላይ ገለ እንሰን እየን ፍትሓት ኮብ ኤርትራ እኮ ፍትሓት ዳርጋ የለዋን ኣብ ዓለምና ካብቲ ዝተሓተ ፍትሕ ናይ ፍትሕታሽሙ ዘሎ ኤርትራ እዩ ዝተሓተ ማለት እዩ ሕጂ ብዚ ኤውሮጳያ ንሰን ስቂለን ሓፍሓፍ ገለ ዝብላ ከምዚ ስቂልካ ኣነ ፈሊጥ ኣነ ገለ ዝብላ ማለት እዩ ርእስትዮኖ ዝኾነ ኣሎ ሕጂ ስኽን እንታይ ትገብራ ከይትርብ ካብ ንምንታይ ተፋትሕ ንምንታይ ንሕና ፍቱሓት ከም ዝብለና ገለ ትብላ እንታይ ክትገብራ ኣለክን መሲሉ እቲ ብድሕሪ ምስ ፈታሕ ክንኦ ዝመፅእ ሰብኣይ ምስ ፈታሕ ክንኦ ሓደ ሰብኣይ ክትእትዋ ይኽንኦ ፎር ሹር ምስቲ ሰብኣይ ከመይ ጌርክን ደቅኽን ብኦም ብኡ ከም ዝመሃርን ከም ዝመዓድን ገለ ክትገብራ ክትኽእል ኣለክን ማለት እቲ እሱሲ ከም ኣቦ ኮይኑ ልክዕ ክዕብዮም ክኽእል ኣለዎ ገለ እቲ ፍልልዮም ኣፅቢብካ ገለ ማለት እዩ ሕጂ ተዘይኮይኑ ኖኖ ከምዚ ይኮነን ከምዚ ይኮነ እንዳበልካ ነቲ ሽግር ምሕብኡ ስኻ ስለ ዘይትፈልጦ ስኻ ሓቢኢኻዮ ክጠፍእ ማለት ኣይኮነ እንታይ ደኣ ኦኬ እዚ ንዝንጎ ዘሎ ክህሉ ክእል እዩ ናይ ደቂ ኣንስትዮ ተፈጥሮና ከም ስለ ዝኾነ ክንጋገ ስለ ንኽእል ኣብ ምዕባይ ብፍላይ ንወዲ ተባዕታይ ቆልዓ ማለት እዩ ንሓደ ቆልዓ ንእሽተይ ወዲ ኮይኑ ክነዕብዮ ክንሽገር ስለ ንኽእል ከመይ ጌርና ከምዚ ጌርና ምስ ሰብኣይ ኣዲኡ ፅቡቕ ታሽሙ ጌርና ገለ እዚ ቆልዓ ፅቡቅ ገይሩ ይዓቢ ገለ ኢልክን ክትሓስብ ኣለክን እንተዘይኮይኑ ነቲ ኖኖ ከምዚ ኮንካ ኢልካ ንዓይ ምባል እዚ ዝበልኩ ኣነ ዝብሎ ዘለኹ ይኮን እዚ ኩሉ ሰብ ዝፈልጦ እዩ እዚ ፋክት እዩ ገለ ክተንብብ ተኽኢልካ ኩሉ ዘሎ እዩ መብዛሕቶም ኣብ እስር ቤት ዘለዉ ሰዲኦም ዝዓበዩ ከም ዝኾኑ ገለ እዚ ኩሉ ታሽሙ ዝነግሮ እዩ ኩሉ ስታቲስቲክስ ዝነግሮ እዩ እቶም ስታቲስቲክስ ዝርዳእኩም ገለ ጉግል ክትገብርዎ ትኽእሉ ኢኹም እቲ ናይ እቲ ናይ ጠባይ ናይ ደቂ ኣንስትዮ ድማ እዚ ድማ ንፁር እዩ ደቂ ኣንስትዮ ምክንያቱ ተሓሚምካስ ናብ ጓል ኣንስተይቲ ኢኻ ትኸይድ ኣዴኻ እያ ገለ እዛ ወደይ ኣጆኻ ገለ ትብለካ ተሓሚምካስ ናብ ኣዴኻ ኢኻ ትኸይድ ናብ ኣቦኻ ይኮንካን ትኸይድ ኣዴኻ እያ ፅቡቅ ገይራ ርእስኻ ተሓከካ ተደቅሰካ ማይ ትህበካ ገለ ምሻሎ ተኣለካ ገለ ናይ ኣዴኻ ትደሊ ክትሓምም ከለኻ ምክንያቱ ደንጋፂ ስለ ዝኾነ ትርህርሃልካ ገለ ስለ ዝኾነ ወዲ ተባዕታይ ግን ፋዘርካ ግን ኣይድለይካን እዩ ሓሚምካ ከለካ እውን ኣተስኡ ከስርሓካ ክእል እዩ ሕጂ ምክንያቱ ብዙሕ ኣይርድኦን እዩ ከምዚ ምሻሎ እቲ ድንጋፀታት ዝበሃል ስናይ ደቂ ኣንስትዮ እዩ ገር ሕጂ ነናቶም ፅባቐን ነናቶም መልክዕ እዩ ዘለዎም ሓደ ኣይኮኑን እዚ ናይ ኤውሮጳ ስቕኢልካ ፅንፅዋይ ገለ ሓደ እዮም ወድን ወድን ገለ እንዳበልካ እዚ ስቕኢልካ ነቲ ሓደ ፆታ ንምዕባል ኢሉ ዝመፀ ነገራት እዩ ተዘይኮይኑ ብጣዕሚ ፍልልይ ዘለና ወላ ሓደ ኢና ገለ ኢልካ ክትዛረበሉ ከማን ይሕፍር እዩ ከምኡ ኢሎም ከማን ወላ ኣብ ክታዕ ከምፅኦ ከለዉ ኣብ ምጉት ከምፅኦ ከሎ ገለ ዋላ ይሕፍር እዩ ገለ እሶም ፈልጡ እዮም እንታይ ይገብሩ ኣለዉ እቲ ብዙሕ ሰብ ግን ደድሕሪኦም ኮለል ይብል እታለል ማለት እዩ ሓደ ኣይኮናን ዘመሳስል ኣለና ንበልዕ ኢና ከም ሰባት ኩላና ንሓር ኢና ግን ብዙሕ ነገር ፍልልይ ኣለና ወድን ጓል ማለት ደቂ ኣንስትዮ ደንገፅቲ እየን እዚ ከላይ ንደቂ ተባዕትዮ ንህፃናትን ብፍላይ ደቂ ተባዕትዮ ንኣሽቱ ኣወዳት ሃሳይ እዩ ብጣዕሚ ሃሳይ ክትምዕዶም ኣለካ ክተብሎም ክተፍርሖም ኣለካ ገለ ማለት እዩ ደቂ ተባዕትዮ ብፍላይ ሂወት ከላይ ክፀፍዖም ስለ ዝኾነት ምስ ዓበይ ካብ ንእሽትዮም ክፀፍዖም ክትኽእል እዩ ዘለካ ምፅፋዕ ምህራም ዘይኮነሲ ብጥንቃቐ ጌርካ ዲስፕሊን እንዳገበርካ ገለ ማለት እዩ ምክንያቱ ንደቂ ተባዕትዮ ሂወት ሓያል ቀሊል ኣይኮነን ክራይ ገዝኦም ዝኸፍለሎም የለን ሃብታም ሰበይቲ ተመርዕም ክነብሩ ይክእሉ እዮም ከምቲ ደቂ ኣንስትዮ ዝገብረኦ ሕጂ ንወዲ ተባዕታይ ኣተዓባቢኡ ካብ ናይ ጓል ኣንስተይቲ ፍልይ ዝበለ ክኸውን ኣሎ ከምኡውን እታ ጓል ኣንስተይቲ ኣብ ሕማቕ ከይትወድቕ ከምዝብል ኣብዚን መብዛሕተን ሕጂ ብፅርግያ ረኺብኩም እንተሓቲትኩመን ዓሰርተ ደቂ ኣንስትዮ ዘወርቲ ዋንጫ ምሻላ ዘወርቲ ደቂ ኣንስትዮ ገለ ኣለዋ ምሽ ካብዘን ዓሰርተ ካብዘን ዓሰርተ ዳርጋ ሸሞንተ ብውሕድ ከይሓስኹ ማለት ሸሞንተ ሸውዓተ ምስ ሰድየን ጥራይ ዝዓበያ ኣዲኣ ከላይ ከምዚ ኣይትከታተለን እያ እዚ ንዚ ናይ ትብል እያ ከምዚ ምሻሉ ተራራ ኣይኮነት ናብ ኣተዓባብያ ናይ ማዘር ናይ ኣዴታት ነገር ማለት እዩ ማዘርካ ዛትስዋይ ከላይ ኣምላኽ እንታይ ፈጢርና ኣምላኽ ፈጥረና ከሎ ጓል ኣንስተይትን ወድ ተባዕታይን ሓደ ፅምዲ ኮይና ኢና ፅቡቕ ቲም ንገብር ወይ ድማ ፅቡቕ እንታይ ዝበሃል ጋንታ ንፈጥር ማለት እዩ በይንኻ ወድ ተባዕታይ ጥራይ በይኑ ንሓደ ቆልዓ ከዕቢ ብዙሕ ነገራት ይሽገር እዩ ጓል ኣንስተይቲ ድማ ከምኡ ማለት እዩ ነናቶም ብልጫታት ስለ ዘለዎም ብሓንሳእ ሓዊስካ ፅቡቕ ፋሚሊ ፈጥሩ ማለት እዩ ከምኡ ኢሉ ኣምላኽ ከምኡ ኢሉ ይፈጢርና ከምኡ ድማ ክንከውን ዘለና እዚ